ሰላም ክቡራት ተኸልቲ ለማዓንቲ ድማ ከም ሪኢቶኹም መሰረት ብዛዕባ ስራሕ ክንዛረብ ኢና ነዚ ቪድዮ እዚ ንምርኣይ ክሳብ መወዳእታ ምሳና ጽንሑ። እምበኣር ክብረት ተኸልቲ እንቋዕ ድሓን መጻኹም ለማዓንቲ ድማ ከም ርኢቶኹም መሰረት ኣብ ኮሞንቲ ዝበልኩምኒ ብዛዕባ ስራሕ ኣምጻልና ትብሉ ሰባት ብዙሓት ነርኩም ኣነ ድማ ንባዕለይ ነተማሃርኩ ብኣነ ዝፈልጦ ብዓቕመይ ከካፍለኩምን ምሳኹም ክማሃርን መጽየ ኣለኹ ስለዚ እቲ ቪዶ ብሓንሳብ ክሳብ መወዳእታ ሓቢርና ንማሃር So ናይ ለማዓንቲ ትምህርትና ብዛዕባ ስራሕ እዩ እቲ ስራሕ ሕቶ ከምኡ ውን ሓሳብን ግስን ከምኡ ውን ዓይነት ስራሕን ኢና ክንርኢ ለማዓንቲ እዛ ሓፈሻዊ ትምህርቲ ልምምድ ቋንቋ ሆላንድ ትብል ሳልሳይ ክፋል በጺሕና ኣለና ገና ውን ክንቅጽል ኢና ማለት እዩ እቶም ካብ ቀዳማይ ክፋል ዘይረኣኹም እንተሊኹም ድማ ካብ ቀዳማይ ክፋል ጀሚርኩም ደድሕሪና ሰዓቡና ማለት So ናይ ለማዓንቲ ብመጀመርታ ሕቶ ክንሪኢና ከምኡ ውን ከም ዝርርብ ምስ መሳርሕትኻ። ንዓኻ ዘስርሓካ ሰብ ከምኡ ምስኡ ስራዕ ንዘራረብ ዘሎና ከምኡ ዓይነት ዘረረብ ኢና ክንሪኦ ሕጂ በዚ ኣብዚ ዘሎ ስክሪን ዘሎ ብኡ ንጀምር ማለት እዩ ኦኬ እቲ መጀመርታ ሕቶ ዘሎ ቨርክያይ ቨርክያይ ትሰርሕ ዶ ትሰርሕ ዶ ብለና ኣሎ ማለት እዩ ቨርክያይ ቨርክ ያይ ትሰርሕ ዶ ብለና ሎማይቲ ብሓጺር ናህና መልሲ ድማ ኣብዚ ሕጂ ዝሰርሕን ዘይሰርሕን ሰባትን ክብልዎ ዝከኣል መጠን ማለት እዩ ብከምኡ ሰሪሕና ሕጂ ብዝተፈላለዩ መንገድታት ክንዛረብ ኢና ሕጂ ኣብዚ ስራሕ ዘሎ እዩ ከምኡውን ቀጺልና ከኣ ስራሕ ዝነበሩን ካልእ ሕቶታት ክንብል እቲ ሕቶ ሕጂ ቨርክያይ ይብል ኣሎ ናይቲ ኣሳርሒ ማለት እዩ ቨርክያይ ትሰርሕ ዶ እቲ እቲ ስራሕ ዝደሉ ሰብ ዘሎ ድማ ናይ ኢክፐን ቨርክ ዙኮንት ኢክ በን ቨርክ ዙኮንት እዚ ዝማሬ እንታይ ማለት እዩ ነይ ኢክ በን ቨርክ ዙኮንት ይብለና ኣሎ እዚ እንታይ ማለት እዩ ን ኣነ ስራሕ እየ ዝደሊ ዘለኩ ይብለና ኣሎ ማለት እዩ ኣነ ስራሕ እየ ዝደሊ ዘለኩ ነይ ኢክ በን ቨርክ ዙኮንት ኢክ በን ቨርክ ዙኮንት ኣብ ምስራሕ ዝደሊ ዘሎ ሰብ ከም ምዃንካ ትነግሮ ኣለካ ማለት እዩ ን ኣነ ስራሕ እየ ዝደሊ ዘለኩ ኢክ በን ቨርክ ዙኮንት ይብለና ኣሎ ኦኬ ቀጺሉ ዘሎ ሕቶ እንተሓይትዎ ኣሎ ቫት ፎር ቨርክ ቪልየ ዱን ቫት ፎር ቨርክ ቪልየ ዱን እዚ ማለት እንታይ ማለት እዩ እንታይ ዓይነት ስራሕ ክትሰርሕ ትደሊ ኢሉ ይሓቶ ኣሎ ማለት እዩ እንታይ ዓይነት ስራሕ ክትሰርሕ ትደሊ ቫት ፎር ቨርክ ቪልያይ ዱን ቫት ፎር ቨርክ ቪልየ ዱን እንታይ ዓይነት ስራሕ ክትሰርሕ ትደሊ ቫት ፎር ቨርክ ቪልየት ዱ እንታይ ዓይነት ስራሕ ክትሰርሕ ትደሊ ኢሉ ሓተሎ ማለት እዩ እቲ ኣስርሒ ነቲ ስራሕ ዝደሉ ዘሎ ሰብ ከምኡ ኢሉ ሓተሎ ቫት ፎር ቨርክ ቪልየት ዱ እንታይ ዓይነት ስራሕ ክትሰርሕ ትደሊ ይብሎ ኣሎ ማለት እዩ ኦኬ ህጂ ናይዚ ኣብነታት ሰራሕተኛታት ክንረኤ ኢና ሶ መጀመርታ እዚ ንርኣዮ እንታይ ይብለና ኣሎ እዚ ኢክ ቪል ኣልስ ባከር ቨርከርን ኢክ ቪል ኣልስ ባከር ቨርከን እዚ ማለት ታይ ማለት እዩ ከም ንሪኦ ዘለና ባከር ማለት ከምዚ ዳቦ ባኒ ወይ ድማ ባኒ ዝሰርሕ ሰራሕተኛ ማለት እዩ እዚ ማለት ታይ ይብል ኣሎ ሕጂ ኢክ ቪል ኣልስ ባከር ቨርከን ክብል ከሎ ኣነ ከም ዳቦ ወይ ድማ ባኒ ዝሰርሕ ክሰርሕ እየ ዝደሊ ይብለና ኣሎ ማለት እዩ ሕጂ እዚ ኣብ ስራሕ ዓይነት ምድላይ እዩ ዘሎ ኢክ ቪል ኣልስ ባከር ቨርከን ኢክ ቪል ኢክ ቪል ኣልስ ባከር ቨርከን፣ ባከር ማለት ዳቦ ዝሰርሕ ባኒ ማለት እዩ። ኣብ እንዳ ባኒ ዝሰርሕ ሰራሕተኛ ማለት እዩ። ኢክ ቪል ኣልስ ባከር ቨርከን፣ ኣነ ከም ዳቦ ወይ ድማ ባኒ ሰራሒ ወይ ድማ ሰራሕተኛ ክሰርሕ እየ ዝደሊ ይብለና ኣሎ ማለት እዩ። ባከር ማለት ናይ ባኒ ሰራሕተኛ ማለት እዩ። ኦኬ፣ ሕጂ ድማ ካልእ ዓይነት ሰራሕተኛ ኣብነት ክንርኢ ኢና። እዚ ድማ እንታይ ማለት እዩ?

ወይ ድማ እየ ዝደሊ ዘለኹ ብለናሉ ማለት እዩ። ከም ኤለትሪክ ሰራሕተኛ ክሰርሕ እየ ዝደሊ፣ Ik wil als elektricien werken፣ Ik wil als elektricien werken፣ ከም ኤለትሪክ ሰራሕተኛ ዝሰርሕ እየ ዝደሊ። እቲ ኤለክትሪሽን ኣብ ትግርኛ ስም ክህልዎ ይኽእል'ዩ ግን እዚ ብሓሳብ ገረየ ዘለኹ ከም ኤለክትሪክ

ቨርካን ከም ሕርሻዊ ኮይነ ክሰርሕ እደሊ። ኦኬ ህጂ ድማ እቲ ሰራሕተኛ ነቲ ስራሕ ዝደሊ ዘሎ ብዛዕባ ሑሉፉ እንታይ ዓይነት ንጥፈት ነይርዎ እንታይ ዓይነት ስራሕ ይሰርሕ ነይሩ ሕቶ ክሓቶ እዩ ከምኡ ውን ቀጺልና ድማ ዓይነት ስራሕ ዝገበሮ ክንርኢ ኢና ማለት እዩ ህጂ እንታይ በልና ኣሎ እቲ ሕቶ ቫት ፎር ቨርክ ሀብ ያይ ፍሩኸር ኸዳን ቫት ፎር ቨርክ ሀብ ያይ ፍሩኸር ኸዳን ቅድሚ ሕጂ እንታይ ዓይነት ስራሕ ትሰርሕ ነይርካ ቫት ፎር ቨርክ

So በዚ ንጀምር እዚ እንታይ ይብለና ኣሎ ኣብ ድኳን ኮይኑ ብኮምቢተር ገሩ ዝሰርሕ ዘኽፍል ሰራሕተኛ ማለት እዩ እዚ ድማ ካሳ ሜደ ቨርከር ንብሎ ማለት እዩ ካሳ ሜደ ቨርከር ካሳ ሜደ ቨርከር ስለዚ በዚ ከምዚ ዓይነት ስራሕ ከም ዝሰርሕ ዝነበረ እዩ ክገልጽ ኢከብ ኣልስ ካሳ ሜደ ቨርከር ኽቨርክት፣ ኢክ ሀብ ኣልስ ካሳ ሜደቨርከር ኽቨርክት፣ ኣነ ከም ሰራሕተኛ ኣካፋሊት ኮይነ እየ ዝሰርሕ ነይረ ትብለን ኣላ ማለት እዩ። እዚ ካሳ ሜደቨርከር ዝበሃል ኣብ ድኳን ኮይኑ ብኮምፒተር ዝኽፍል ገንዘብ እቲ ካሳ ዝቆፃፀር ማለት እዩ። ኢክ ሀብ ኣልስ ካሳ ሜደቨርከር ኽቨርክት፣ ኣነ ከም ሰራሕተኛ ኣካፋሊት ኮይነ እየ ዝሰርሕ ነይረ ኢላና ማለት እዩ። ኦኬ ሕጂ ድማ በዚ ኣቐዲምና ዝረኣናዮ ላንድባወር ብዛዕባ ሕሉፍ ፍሩኸር ክንዛረብ ኢና ማለት እዩ። እዚ ድማ እንታይ ይብለና ኣሎ? ኢከብ ኣልስ ላንድባወር ኽቨርክት፣

ብዝርዝር ኣረድኣና ትብሉ ሰባት ብዙሓት ስለ ዘለኹም እየ ብዝርዝር ዝነግረኩም ዘለኹ። ኢከ ብ ኣልስ ኦበር ክብለና ከሎ ከም ኣሳሳዪ ወይ ድማ ወይተር ኮይነ ኸቨርክ ትብለና ከሎ ድማ ብሕሉፍ ሰሪሐ ማለት እዩ ኸቨርክት ኸቨርክት ሰሪሐ ማለት እዩ። ዱስ እቲ ያውስተ ትርጉሙ እንታይ ይኸውን ኣሎ ማለት እዩ ከም ኣሳሳዪ ዊተር ኮይነ እየ ዝሰርሕ ነይረ ኦኬ ህጂ ድማ ብዛዕባ ስራሕ ዝደልዩ ዘሎ ሰብ ዘይኮናስ ብዛዕባ ዝሰርሕ ሰብ ክንዛረብ ኢና ማለት እዩ ኦኬ እቲ ከምቲ ቅድሚ ህጂ ዝረኣናዮ ስራሕ ከምቲ ዝረኣናዮ ሕቶ ማለት እዩ ቨርክያይ ቨርክያይ ትሰርሕ ዲኻ ትሰርሕ ዲኻ ኣልዎ ለማለት እዩ እቲ መላሳይ ድማ ያ ኢክ ቨርክ እወ ኣነ እሰርሕ እየ ያ ኢክ ቨርክ እወ ኣነ እሰርሕ እየ ይብለን ኣሎ ማለት እዩ። እቲ ቀጺሉ ዘሎ ሕቶ ድማ ቫት ፎር ቨርክ ዱየ? ቫት ፎር ቨርክ ዱየ? እንታይ ዓይነት ስራሕ ትሰርሕ? ቫት ፎር ቨርክ ዱየ? እንታይ ዓይነት ስራሕ ትሰርሕ ይብሎ ኣሎ ማለት እዩ። ቫት ፎር ቨርክ ዱየ? እንታይ ዓይነት ስራሕ ትሰርሕ? እቲ መልሲ ድማ እንታይ ይብሎ ኣሎ? ኢክ ቨርክ ኣልስ

እቲ ስርሑ እቲ ስርሑ ናይ ፖስጣ ኣበጻጽሒ ብዝኾነ ይኹን ብማኪና ድዩ ወይ ድማ ብኻልእ ነገር ከምኡ ከም ዘበጻጽሕ ዓይነት ስራሕ ወይ ድማ ሞያ ከም ዘለዎ እዩ ዝነግር ዘሎ so ህጂ ድማ ናይዚ ክንርኢና እዚ ድማ እንታይ ኣሎ ኢክ ቨርክ ኣልስ ካሳ ሜደል ቨርከር ኢክ ቨርክ ኣልስ ካሳ ሜደቨርከር፣ Ik werk als kassamedewerker፣ እዚ ድማ ከምቲ ቅድሚ ሕጂ ዝረኣናዮ ናይ ድኳን ናይቲ ኮምፒተር ዘመሓ ነቲ ዘኽፍል ናይቲ ዘኽፍል ኮምፒተር ዝቆጻጸር ናይቲ ካሳ ማለት እዩ ንሱ ማለት እዩ Ik werk als kassamedewerker ይብለና ኣሎ ማለት እዩ። ኦኬ ህጂ ድማ ሓዱሽ ሞያ ክንርኢ ኢና እዚ ማለት እንታይ ማለት እዩ እዚ ድማ ፈርዞርኸር ፈርዞርኸር እዚ ማለት ተኸናኸኒ ማለት እዩ ንዓበይቲ ወይ ድማ ንዝኾነ ነገር ተኸናኸነ ማለት እዩ Ik werk als verzorger. Ik werk als verzorger. እዚ ማለት ተመይቲ ከም ኣላይት እየ ኮይነ ይሰርሕ ከም ኣላይት ኮይነ እየ ዝሰርሕ ትብለና ኣላ ማለት እዩ ኢክ ቨርክ ኣልስ

Ik werk als verkoopster ኣነ ከም ሸያጢ ኮይነ እየ ዝሰርሕ በልና ኣሎ ማለት እዩ። So ክቡራት ተኸልቲ ናይ ለማዓንቲ መደብ ሒዘዮ ዝመጻኹ ነዚ ይመስል ነሩ ንዓኹም ዊን ጠቂም ጠቂምኩም ወይ ደማ ሓደሽቲ ቃላትን ተማሂርኩም ክትኮኑ ተስፋ ከምኡ ውን ኣብ ዝተፈላለዩ ዓይነት ቪድዮ ዝዝርግሖም ኣድንቆትኩም ስለ ትህቡኒ ብልቢ እንዳ ከምኡ ውን ኣነ ብዘለኒ ዓቅሚ ንዓኹም ብምክፋለይን ምሳኹም ምምሃረይን ደስ ይብለኒ። ክሳብ ኣብ ቀጻሊ ክፋል ራብዓይ ክፋል ንራኸብ ድማ ሰሰናዩ ከምኡ ውን ነዚ ቪድዮ እንተፈቲኹሞ ላይክን ሳብስክራይብን ገርኩም ን ሳብስክራይብ ዘይገበርኩም ድማ ናይ ሳብስክራይብ ገርኩም ናይ ቻነል እዚ ቤተሰብ ኩኑ ከምኡ ውን ርኢቶ እንተልዩኩም ኣብ ታሕቲ ርኢቶኹም ከተካፍሉ ትኽእሉ እኹም ክሳብ ኣብ ቀጻሊ መደብ ዘረኸበና ሰሰናዩ ንዓኹም የቐንየልና።